ዋይ ዲድ ዩ ሌት ሁ ኣር ዩ ዋይ ዲድ ዩ ሊቭ ኢት ከመይ ገይሩ ይሰርሕ እዚ ነገር እዚ ቴልፎነይ ኣብ ምንታይ ኣላ ኣር ዩ ሬዲ። ሰላማት ተኻታተልቲ እንኳዕ ናብ ናይ ዩቱብ ቻናልና ብሰላም መጻኹም ሎማዓንቲ ብጣዕሚ ብሉጽ ዝኾነ ኣርእስቲ ሒዘልኹም መጺኤ ኣለኹ ከመይ ጌርና ሕቶ ክንሓትት ንኽእል ሕቶ ምሕታት ኣብ ቋንቋ እቲ ዝዓበየ ክፋል እዩ ሎማዕንቲ ድማ ሕጽር ብዘለ መንገዲ ብዝርደኣኩም መንገዲ ኣዘጋጅየ መጽየ ኣለኹ እስኻትኩም እስካብ መጨረሻ ተኻታተሉኒ ከመይ ጌርኩም ሕቶ ተቕርቡ ከመይ ጌርኩም ትጥቀምሉ ዝብል ድማ ኣነ ብደንቢ ጌረ ኣሳናድየ መጽየ ኣለኹ እስካብ መጨረሻ ምሳና ጽንሑ Let's get started። እሺ ተኻታተልቲ ኣብ ሕቶ ኣብ ኢንግሊሽ ክልተ ዓይነት ናይ ሕቶ መንገዲ ኣለውና እሳቶም ድማ Yes No Question እና WH Question ይባሃሉ። ይስነ ኩሽን ማለት ካብ ሄልፒንግ ቨርብስ ዝመጹ እዮም። እሳቶም ድማ ብ ቨርብ ቱ ሃቭ፣ ቨርብ ቱ ዱ እና ቨርብ ቱ ቢ ዝጅምሩ እንተደኣ ኮይኑ እዚ ሕቶ የስ ወይ ኖ ኢልኩም ኢኹም ትምልሱ። እዚኦም ሕቶ እዚኦም ንኣብነት ንዓይ ኣር ዩ ኣ ቲቸር እንተኢልኩምኒ ካብ ቨርብ ቱ ቢ ስለ ዝኾነ ኣር ዩ ኣ ቲቸር እንተኢልኩምኒ ንስኻ መምህር ዲኻ ኢኹም ትብሉኒ ዘለኹም ሶ ናየይ መልሲ የስ ኖ እዩ ክኾን ዝኽእል ሶ ኣይ ኣም ኣ ቲቸር የስ እየ ክብለኩም ተዘጋጂካ ዲካ ይብሎ ኣለኩ ነዚ ካሜራ ማንና so are you ready yes yes ይብል ኣሎ so yes no question ዝጅምሩ ብ helping verbs ዝጅምሩ ዓይነት ሕቶ እንተኮይኖም yes no question እዮም መልሶም ናይ ሎማዓንቲ ትምህርትና ድማ እቲ ብሉጽ ኢንፎርሜሽን ወይ ድማ ሓበሬታ ዘድልዮ ዓይነት ሕቶ wh question እሱ ድማ ብጣዕሚ ወሳኒ እዩ ወሳኒ ነገር እዩ ግዴታ ብዛዕባ ዝኾነ ቦታ ክንሓትት እንተደሊና፣ ብዛዕባ ግዘ ክንሓትት እንተደሊና እዚኣቶም ግድን ክንፈልጦም ክንኽእልን እይና። ሸውዓቲኦም ሕጽር ብዝበለ መንገዲ ከረደእኩም እየ፣ እስኻትም ተዘጋጂኹም ብልቢ ክትዳምጹኒ እየ ዝጋብዘኩም፣ ዝዕድመኩም። ንጀምር።

ወይን በጺሕና ኣለና። Who፣ Who ዝብል ድማ መን ማለት እዩ። Who፣ እዚ ድማ ንሰባት ኢና ንጥቀመሉ። Who፣ መን Who፣ ንሰባት ስለ ዝንጥቀመሉ እዚ ሰባት ዝሕብር እዩ። So Who፣ መን እስኻ መን ኢኻ? Who are you? Who are you? እቲ መምህርኻ መን እዩ? Who is your teacher? Who is your teacher? መምህርካ እንታይ እዩ? ዓርክኻ መን እዩ? ዓርክኻ መን እዩ?

ስሁ ዝብል መን ዝብል ትርጉም ኣለዎ። ብምቕጻል ክንሪኦ ዝደሊ ዋይ ዋይ ድማ ኣብዚ እንታይ ኢና ንሓትት ዘለና ሪዝን እዩ ምኽንያት ኢና ንሓትት ዘለና so ዋይ ንዝበለና ሰብ ንምንታይ ማለት እዩ ዋይ ዋይ ንምንታይ ንምንታይ ተናዲድኻ ዋይ ኣር ዩ ኣንግሪ ዋይ ኣር ዩ ኣንግሪ ንምንታይ ተናዲድኻ ዋይ ንምንታይ ትርጉም ኣለዎ እስቲ ካባካቱም ድማ ዝተወሰኑ ዓይነት ሕቶታት ይደሊ እየ ዋይ ዱ ዩ ዋንት ዝኮነ ነገር ልምንታይ ደሊካዮ ንምንታይ ደሊካዮ እንተ ክትብሉ ደሊኩም ዋይ ዱ ዩ ዋንት ዋይ ዱ ዩ ዋንት ኢት ሶ ዋይ ዱ ዩ ዋንት ኢት እንተልኩሞ ንምንታይ ደሊካዮ ዝብል ትርጉም ኣለዎ።

ዊች ፎን ዱ ዩ ላይክ ኣየናይ ቴሌፎን መሪፅካ? ኽልተ ነገራት ክንመርፅ እንተድኣ ደሊና ዊች እናበልና ንጥቀም ኢና ማለት ዩ። ብምቕፃል ድማ ናይ መጨረሻ ሃው፣ WH፣ ኮሽን ማለት ብ W እና H ዝጅምር ሕቶታት ዮም። እዚኣ ድማ ንእሸተን ፍልይ ዘብላ ብ H እና W እያ ትጅምር። So ሃው ማለት ከመይ ማለት ዩ። ከመይ ገይሩ? ሃው፣ ሃው፣ ከመይ ወይ ድማ ከመይ ገይሩ?

How does it work? ያ ዝኾነ ነገር ከመይ ገይሩ ይሰርሕ እዚ ነገር እዚ ቴሌፎን እንዳሓልዩ ወይ ድማ ዝኾነ ነገር ሃሊኩም እዚ ነገር እዚ ከመይ እዩ ዝሰርሕ እንተ ደኣ ክትብሉ ደሊኹም how it works how it works ከመይ እዩ ዝሰርሕ or how does it works how does it works ከመይ እዩ ዝሰርሕ እዚ ነገር እዚ ካሊእ ድማ ኤግዛምፕል ኣለና

ያእ ክንደይ ዓመትኻ ክንደይ ዓመትኻ how old are you how old are you ተኻታተልትና እዚኣቶም ይመስሉ ናይ ሎማዓንቲ ትምህርትና ብጣዕሚ ብሉጽ ክላስ ከም ዝነበረኩም ይኣምን እዚ ክላስ እዚ ካብ ኸዚ ጀሚርና ብተደጋጋሚ ክንፕስተልኹም ኢና ብተደጋጋሚ ቪድዮታት ክንሰርሕ ኢና ብጣዕሚ ትምህርቲ ክምሃር ዝደሊ ክዓቢ ዝደሊ ዓይነት ሰብ እንተ ሃልዩ ሸር ብምግባር ላይክ ብምግባር ሳብስክራይብ ብምግባር ኣብ ቐፃሊ ድማ ክስርሐልኹም እትደልይዎ ዓይነት ለሰን እንተሃልዩ ኣብዚ ናይ ኮመንት ሴክሽና ፀሓፉልና ንዝነበረና ግዜ ብጣዕሚ የመስግን Thanks a lot።